ሰላም ሎማዓንቲ ከኣ ሕጽር ዝበሉ ኣገደስቲ ሓበሬታታት ሒዘ ተመኢሰ ኣለኹ ብዛዕባ ዝተሰርቁ ፓስዎርድታት ንኹልና ድጸሉ ሃክ ዝተገብሩ ፓስዎርድታት ዝምልከት ዝወጸ ሓበሬታ ኣሎ ብዛዕባ እዚ ክነግረኩም እየ ካልእ ብተወሳኺ ኣሜሪካ ኣብ ቀርኒ ኣፍሪቃ ምብጻሕ ተካይድ ኣላ ብጀካ ኤርትራ ኣብ ኩለን ሃገራት ቀርኒ ኣፍሪቃ በጺሓ ኣላ ነዚ ዝምልከት ሓበሬታ ውን ክንርኢ ኢና ብጀካ እዚ ኣብ ኢራን ቴህራን ዝተገብረ ሰላማዊ ሰልፊ ዝምልከት ስለምንታይ ዝብልን ክንርኢ ኢና ከምኡ ውን ኣብ ስዊዘርላንድ ጀኔቫ ዝግበር ዘሎ ኣኼባ ዝምልከትን ክንርኢ ኢና ስለዚ ሳብ መወዳእታ ምሳይ ጽንሑ ከም ትልሙድ ላይክ ጌርኩም ጀምርዋ ላይክ ኣይትረስዑ ለስ ጎው ተዝገተ መጀመር ሓበሬታ ኣዛዚ ሓይሊ ባሕሪ ኣሜሪካ ከምኡውን ኣፍሪኮም ኣብ ቀርኒ ኣፍሪቃ ዘካይዶ ዘሎ ዑደት ዝምልከት እዩ ኣዛዚ ሓይሊ ባሕሪ ኣሜሪካ ከምኡውን ኣፍሪኮም ጀነራል ማይክል ላንግሊ ኣብ ሰሙን እዚ ኣብ ቀርኒ ኣፍሪቃ ዑደት የካይድ ኣሎ እዚ ጀነራል ቅድሚ ትማሊ ኣብ ሶማሊላንድ ርእሲ ከተማ ሃርጊሳ ነይሩ ምስ ኣብ ሶማል ዝርከብ ናይ ኣሜሪካ ኣምባሳደር ብምዃን ኣብ ሶማሊላንድ ዝገበርዎ ዑደት ምስ ፕረዚደንት ሶማሊላንድ ከምዝተዘራረቡን ተገሊጹ'ሎ። በዚ ርክቦም ብኽልቲኦም ወገን ብወተሃደራዊ ምትሕግጋዝ ከምዝተሰማምዑን ተሓቢሩ'ሎ። ድሕሪ'ቲ ርክብ ከኣ ኣሜሪካውያን ኣብ በርበራ'ውን ምብጻሕ ከምዘካየዱ ተሓቢሩ'ሎ። እቲ ጀነራል ድሕሪ'ዚ ናብ ጅቡቲ'ዩ ኣቕኒዑ። ድሕሪ ሓጺር ምብጻሕ ኣብ ጅቡቲ'ውን ትማሊ ናብ ኣዲስ ኣበባ'ውን ኣትዩ ነይሩ። ምስ ቀዳማይ ሚኒስተር ኣብይ ኣሕመድ'ውን ዘተ ከምዘካይዱ ተገሊፁ'ሎ። እቲ ዘተ ኣብ ክልታውን ዘባውን ጉዳያት ሓባራዊ ረብሓ ዘተኮረ ምዃኑ እውን ተሓቢሩ'ሎ። ብተወሳኺ እቲ ዘተ ኣብ ምክልኻል ግብረሽበራዊ ስግኣት ኣልሸባብን ዳዕሽን ኣብ ቀርኒ ኣፍሪቃ ዘተኮረ ምዃኑ እውን ተሓቢሩ'ሎ። ኣብቲ ኣብ ኢትዮጵያ ዝነበረ ምብጻሕ ምስ ሓላፊ ስታፍ ዕጡቕ ሓይሊ ኢትዮጵያ ፊልድ ማርሻል ብርሃኑ ጁላ ዝርርብ እውን ተኻይዱ ነይሩ። ዘተኦም ድማ ዞባዊ ሰላም፣ ድሕንነትን ዞባዊ ጉዳያት ብሓባር ንምፍታሕ ዝግበር ጻዕርን ምቅላስ ግብረ ሽበራ ኣብ ሶማሊ ዝምልከትን ኣብ ቀርኒ ኣፍሪቃ ንነዊሕ እዋን ዝጸንሕ ምርግጋእ ምድጋፍን ዝብሉ ምዃኖም ተሓቢሩ ኣሎ። እዚ ጀነራል ቅድሚ ናብ ሶማሊላንድ ምኻዱ ወይ ምእታዉ ኬንያ ከም ዝነበረ'ውን ተሓቢሩ ኣሎ። ናብ ክል ሓበሬታ ኣገዳሲ ከምኡውን መጠንቀቕታ ዝኸውን ሓበሬታ እዩ። መጽናዕቲ ከም ዘመልክቶ ዓሰርተ ሽዱሽተ ቢልዮን ፓስዎርድ ኣብ ኢድ ሃከራት ከም ዝኣተወ ወይ ከም እተሰርቀ እዩ ተሓቢሩ ዘሎ። ተመራመርቲ ከም ዝበልዎ ክሳብ ሕጂ እቲ ዝዓበየ ምስራቕ ወይ ከኣ ፓስዎርድታት ዝተሰርቀሉ ኣጋጣሚ እዩ ተፈጢሩ ዘሎ ማለት እዩ። በዚ ምኽንያት ድማ ካብ ኣፕል፣ ፌስቡክ፣ ጎግል ካልኦት ተጠቀምቲ ማሕበራዊ መራኸቢታት ዓሰርተ ሽዱሽተ ቢልዮን ፓስዎርድ ብሃከራት ከም ዝተሰርቀ ፎርብስ ሓቢሩ'ሎ። ብድሕሪ'ዚ ዓቢ ስርቂ ዝተወደቡ ሃከራት ከምዘለዉ እዩ ተሓቢሩ ዘሎ። በዚ ከኣ ተጠቀምቲ ብቐሊሉ ወይ ብቕልጡፍ ፓስዎርድኹም ክትቅይሩ እዩ ዘማኽሩ ዘሎ። ቅድሚ ሕጂ ምስዚ ተመሳሳሊ ዓይነት ስርቂ ኣጋጢሙ ነይሩ። ናይ ብዙሓት ውልቀሰባት ብፍላይ ከኣ ናይ ትካላት ማለት እዩ ንግለሰባት ከምዝሸጥዎ ፓስዎርድን ዩዘርኔምን ንግለሰባት ከምዝሸጥዎ እዩ ዝፍለጥ። ቀለዕ ሓበሬታትን ታሽዓይ መዓልቱ ዝቕጽል ዘሎ ውግእ እስራኤልን ኢራንን ዝምልከት እዩ። ሰራዊት እስራኤል ናብ ትማሊ ዘውግሐ ለይቲ እንተላይ ንሱሳ ነፈርቲ ኢራን ዕላማ ዝገበረ ብዓሰርታት ዝቑጸሩ መጥቃዕትታት ከምዘካየደ ኣፍሊጡ ኣሎ። በዚ መጥቃዕቲ ኣብ ቴህራን ንዝርከቡ ሓያሎ ቦታታት ዕላማ ከምዝገበረ'ውን ይግለጽ ኣሎ። በቲ መጥቃዕቲ እቲ መጥቃዕቲ ንምፍጻም ኣስታት ሚእትን ዒስራን ተተኮስቲ ተጠቂሙ፣ እዚ ድማ ኣብ ምዕባለን ምፍራይን ኒዩክለራዊ ኣጽዋር ሚሳይላትን ኢራን ምትእስሳር ዘለዎ ቦታታት ማእከል ምርምርን ኒዩክለርን ዒላማ ዝገበረ ምዃኑ'ዩ ተሓቢሩ ዘሎ። ብጀካ እዚ ትማሊ ኣማስይኡ ዕስራን ሓሙሽተን ነፈርቲ ውግእ ሓይልታት እስራኤል ኣብ ዞባ ጥብሪዘንን ከርማሻንን ኢራን ልዕሊ ሰላሳን ሓሙሽተን መኽዘናት መወንጨፊ ሚሳይል ከም ዝሃረማ ተሓቢሩ'ሎ። ኣብዚ መጥቃዕቲ ሓደ ላዕለዋይ ኢራናዊ ሳይንቲስ ኒዩክለር ከም ዝተቐትለ ሮይተርስ ገሊጹ'ሎ። ብጀካ'ዚ ኣብ ቤርሻባ ደቡባዊ እስራኤል ኣብ ጥቓ ቤት ጽሕፈት ማይክሮሶፍት ሓያል ባርዕ ሓዊ ተራእዩ ነይሩ። እዚ ከኣ መጥቃዕቲ ኢራን ኣብ መንበሪ ህንጻታት'ውን ሓያል ጉድኣት ከም ዘብጽሐ ዘርኢ እዩ ማለት እዩ። በቲ መጥቃዕቲ ሓሙሽተ ሰባት ከም ዝቖሰሉን ናብ ሆስፒታል ከም ዝተወስዱን ኣገልግሎት ህጹጽ ረድኤት እስራኤል ሓቢሩ ኣሎ። ብተወሳኺ ትማሊ ኣብ ከተማ ቴህራን ካብ ቴህራን ኣይንወጽእን ኢና ዝበሉ ህዝቢ ቴህራን ዝምልከት እዩ። ህዝቢ ቴህራን ድሕሪ ጸሎት ዓርቢ ኣብ ከተማና ኣይንወጽእን ኢና፣ ኣብ ጎኒ መራሒና ደው ክንብል ኢና ብምባል፣ ከም ትሪእዎ ደለኹም ሰልፊ ኣካይዶም ነይሮም።
ሸኦር ምለት ሞስ ኣድባር እስራኢል።
ብጀካ እዚ ሚኒስትሪ ጉዳያት ወጻኢ ኤውሮጳ ብዛዕባ ግጭት እስራኤልን ኢራንን ይዝትዩ ኣለዉ። ሃገራት ኤውሮጳ ንወተሃደራዊ ግጭት ኢራንን እስራኤልን ንምህዳእ ኣብ ጽዑቕ ዲፕሎማስያዊ ልዝብ ተጸሚደን ኣለዋ። ሚኒስትሪ ጉዳያት ወጻኢ ብሪጣንያ እትርከበን ሃገራት ኤውሮጳ ብዛዕባ እቲ ኩነታት ንምዝርራብ፣ ትማሊ ኣብ ስዊዘርላንድ ኣትየን ኣለዋ። ድሕሪ'ቲ ኣብ ጀኔቫ ዝካየድ ዘሎ ልዝብ፣ ምስ ወከልቲ ኢራን ይዘራረቡ ምህላዎም'ውን ኣፍሊጦም ኣለዉ። ሃገራት ኤውሮጳ ፕሮግራም ምምዕባል ኒዩክለር ኢራን ክቋረጽ ክጠልባ ኣለወን ክብል ኣምባሳደር እስራኤል ኣብ ቤት ጽሕፈት ሕቡራት ሃገራት ጀኔቫ ጸዊዑ'ሎ። ቴህራን ዝዓጠቐቶ ባለስቲካዊ ሚሳይል ክዓኑ ኣለዎ ዝበለ ኣምባሳደር ዳኒኤል ሜሮን፣ ኢራን ንኣሸበርቲ መሻርኽቲ እትህቦ ደገፍ እውን ደው ክብል ጠሊቦም ኣለው። ኣብ ውሽጢ ክልተ ሰሙን ዲፕሎማስያዊ መፍትሒ እንተዘይረኺቡ፣ ኣሜሪካ እቲ ኵናት ክትኣትዎ ከም እትኽእል ኣጠንቂቓ ምህላዋ'ውን ኣፍሊጡ ኣሎ። ብጀካ'ዚ ኣብዚ ኣኼባ መግለጺ ዝሃበ ዋና ጸሓፊ ናይቲ ውድብ ኣንቶንዮ ጉተረዝ፣ እቲ ኵናት ናብ ቅልውላው የምርሕ ከም ዘሎ'ዩ ተዛሪቡ ዘሎ። ኣብ መንጎ ክልቲኤን ሃገራት ናይ ዘይምትእምማን ሃጓፍ ከም ዘሎ'ውን ኣነጺሩ'ሎ ጉተረዝ። እቲ ማእከሉ ሕቶ ኒዩክለር ምዃኑ ዝገለጾ ግጭት እናሰፍሐ እንተኸይዱ ማንም ወገን ከጥፍኦ ዘይክእል ባርዕ ክውላዕ ከም ዝኽእል እዩ ኣጠንቂቑ ዘሎ። ሰዝጋሽ ሎማዕን ዝበልናዮ መደብ ዝመስል ነይሩ ክሳብ ዝቕጽል መደብ ሰላም።